ኣምላኽና ኣምላክና ናይ ፍቕርን ኣምላኽና ናይ ጽድቅን ዝኾነ ኣምላከ ቅዱሳን ብኣና ብድኹማት ደቁ ዝኸበረን ዝተመስገነን ይኹን። ናብ ሰዓት እዚ ናብዚ ዕለት እዚ ዘብጽሓና፣ ግዜ ብምውሳኽ ኣብ ዕድሜና ቃሉ ንኽንሰምዕ ዘብቅዓና ልኡለ ባህሪ ዝኾነ ኣምላከ ቅዱሳን ይኽበር ይመስገን ግዜ ክህበና ከሎ ብበረኸት ናይ እግዚኣብሔር ኣምላኽ ምዃኑ ግዜ ክህበና ከሎ ኣብ ፍቕሩ ንኽንጸንዕ ኣብ መንገዲ ቅድስና ንኽንጸንዕ ምዃኑ ክንፈልጥን ከነስተውዕልን ይግብኣና ናይ ነፍሲ መድሃኒታ ዝኾነ ንነፍሲ መግባ ዝኾነ ቃለ እግዚኣብሔር ንኽንሰምዕ ኩላትና ኣብ ርሑቕን ኣብ ቀረባን ብመንገዲ ናይዚ ዌብ ቲቪ እንካታተል ዘለና ንዓይን ንዓኻትኩምን ኣምላከ ቅዱሳን ቃሉ ሂቡ ዘስተውዕል ልቦና ክህበና ሰናይ ፍቓድ ይኹነልና። እቲ ምንታይ ምስትውዓሉ እንተ ዘይሂብካ፣ ጥበቡ እንተ ዘይገሊጽልካ፣ ኩሉ ግዜ ብናይ'ዚ ዓለም እዚ ኣተሓሳስባ ክትሓስብ ከለኻ፣ እግዚኣብሄር ኣምላኽ በረኸቱ እንተ ዘይሂብካ፣ እቲ ቃላት እውን ከተስተውዕሎ ኣይትኽእልን ኢኻ። እንታይ ደኣ ከምቲ ልቢ ልድያ ዝኸፈተላ፣ ካብቶም ብዙሓት ምስኣ ዝነበራ ኣንስቲ ኣዴና ቅድስት ሊድያ ኢልና እንዝክራ እግዚኣብሔር ኣምላክ ምስትውዓሉ ስለ ዝሃባ እቲ ኣቦታትና ሃዋርያት ዝህብዎ ዝነበሩ ትምህርቲ ብግብሪ ኣብ ቤታ ብምውዓል ድማ ንሳ ብመንገዲ ብርሃን ንሳን ቤታን ድሕነት ዝረኽበትሉ እቲ ቀንዲ ምኽንያት እንታይ እዩ ምስ እንብል እግዚኣብሔር ኣምላክ ምስትውዓሉን ጥበቡን ስለ ዝሃባ ምኽንያቱ እግዚኣብሔር ኣምላክ ኣቦ ጥበብ እዩ ነቲ ትምህርቱ ክገልጸልካ ጥበቡ ንክህበካ ከሎ ድማ ብዝበለጸ ኣብ ልቦናኻ ሓዲሩ ሰላሳ ሱሳ ሚእቲ ፍረ ፍረ ንክትፈሪ የብቅዓካ ስለዚ በረኸትን ረዲኤትን ናይ ቅዱሳን መላእኽቲ ምሳና ንክኸውን በረኸትን ረዲኤትን ናይታ ብክልተ ወገን ማህደር መንፈስ ቅዱስ ዝኾነት ኣዴና ቅድስት ድንግል ማርያም ብክልተ ወገን ድንግል ዝኾነት ኣዴና ቅድስት ድንግል ማርያም በረኸታን ረድኤታን ክህበና ከምኡ ድማ ቅዱሳን ኣቦታትና ምስትውዓሉ ሂብዎም ኣብ መንገዲ ጽድቂ ጸኒዖም ከም ዝነበሩ ንዓና ድማ በረኸቱ ንክህበና ንእግዚኣብሔር ኣምላኽ ሰናይ ፍቓዱ ይኹነልና። ሎሚ ኩላትና በዚ መንገዲ እዚ ዌብ ቲቪ ኣብ ኩሉ ዓለማት ዘለና ህዝበ እግዚኣብሔር ኣመንቲ ናይዛ ቅድስት ቤተክርስቲያን እንረኽቦ በረኸት እንረኽቦ ረብሓ ቃለ እግዚኣብሔር ኣነን ንሰኻትኩምን ተኻፈልቲ ንኽንከውን ፈቒድልና እዩ በዚ ኢና ድማ ኣቐዲምና ነመስግኖ ዘለና ንእግዚኣብሔር ኣምላኽ ስብሃት ለእግዚኣብሄር እንዳበልካ ከተመስግን ከለኻ እግዚኣብሄር ኣምላኽ ምስጋናይ ካብ ደቂ ሰባት ዝደሊ ምኽንያቱ ሰብን መላእክትን ክፍጠሩ ከለዉ ካብቲ ቀንዲ ቅዱስ ዕላማ ናይ እግዚኣብሄር ኣምላኽ ስሙ ጸዊዖም መንግስቱ ንኽወርሱ እዩ እሞ ንእግዚኣብሄር ኣምላኽ ምስጋና ከነቕርብ ከለና ኣነን ንስኻትኩምን ዓቢ በረኸት ካብ እግዚኣብሄር ከም ንቕበል ክንፈልጥን ከነስተውዕልን ይግብኣና ህዝበ እግዚኣብሄር። ሎሚ ከም ፍቓድ እግዚኣብሄር እንርእዮ ኣርእስቲ፣ ኣነን ንስኻትኩምን እንመሃሃረሉ፣ ወንጀላዊ ማቴዎስ ዝጸሓፎ ቃል ናይ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ይብራህ ብርሃንክሙ በቅድመ ሰብ ወንጀለ ማቴዎስ ምዕራፍ ሓሙሽተ ፍቕዲ ዓሰርተ ሽዱሽተ ይብራህ ብርሃንክሙ በቅድመ ሰብ ኣብነትኩም ኣብ ቅድሚ ሰብ ይገለጽ። ኣብነት ክበሃል ከሎ ብዙሕ ነገራት እዩ። ስለዚ ኣብ ቅድሚ ሰብ እቲ ብርሃንኩም ክበርህ ከም ዘለዎ፣ እቲ ኣብነትኩም ክቐርብ ከም ዘለዎ ኢሉ ዝገለጾ ሰናይ ግብሪ ከም ዝኾነ ቅድስት ቤተክርስትያን ትነግረናን ትምህረናን። ኣነ ክርስቶስ እስዕብ እየ፣ ኣነ ንክርስቶስ እፍቅሮ እየ፣ ኣነ ኣብዛ ቅንዕቲ ሃይማኖት ርትእቲ ናይ ኣቦታትና ጸኒዐ ይነብር እየ እንድሕር ኢለ፣ ግብሪ ናይ ኣቦታት ክገብር ይግብኣኒ፣ እዚ ግብሪ እዚ ድማ ንሰብ ኣብነት ክኸውን ይግብኦ። ኩሉ ሰብ ክርስቶስ ዝመስረቶ ክርስቶስ ብደሙ ዝሃነጾ እዚ እምነት እዚ ቅድስት ቤተክርስትያን ብደሙ ዝሃነጻ ብደሙ ዝሰረታ እትምህረናን እትነግረናን ኣነን ንስኻትኩምን ክንፈልጦ ዝግብኣና ህዝበ እግዚኣብሔር ብሓቂ ኣብነትና ኣብ ቅድሚ ሰብ ክግለጽ ከምዘለዎ እዚ ኣብነት እዚ እንታይ እዩ ሰናይ ኣርኣያ ምኽንያቱ ብዙሓት እዚኣቶም ናይ ክርስቶስ ሰዓብቲ እዮም፣ ናይ ኢየሱስ ክርስቶስ ሰዓብቲ እዮም ክብል እንድሕር ኮይኑ፣ ናይ ኦርቶዶክስ ደቃ እዮም ክብል እንድሕር ኮይኑ፣ በቲ እነፍርዮ ግብሪ ስለ ዝምዘን፣ በቲ እነፍርዮ ነገራት ኣብ ቅድሚ እግዚኣብሔር ንሕና ድማ ነቶም ሰባት ኣርኣያ ከም እንሓድገሎም ቅድስት ቤተክርስቲያንና ትነግረና። ስለዚ ኣብነትኩም ኣብ ቅድሚ ሰብ ይገለጽ ኩሉ ጊዜ ኣብ ቤትና ዄንና ኽንጽሊ ኸለና፣ ጸሎትና ብናይ ካልእ ነገራት ንኸይውሰደና ብሕት ክንብል ይነግረና እዩ። እዚ ግና ኣብነት እዩ። ምኽንያቱ ናይ ብሕቲ ጸሎት ክንሕዝ ከለና፣ ናይ ብሕቲ ጾም ክንጸውም ከለና፣ ብሓቂ ኵሉ ጊዜ ንሕና ክንፈልጦ ዚግብኣና በይንኻ ኪኸውን ከም ዘለዎ ትነግረናን ትምህረናን ቅድስት ቤተ ክርስትያን። እዚ ኣብነት ዚብሃል ዘሎ ደኣ እንታይ እዩ? ሰናይ ግብሪ ብምሓዝ ነቲ ዝርኢ ዘሎ ነቲ ዝዕዘብ ዘሎ ናብ መንገዲ እግዚኣብሄር ዝመጸሉ መንገዲ ክግለጽ ከሎ ክንገር ከሎ ኣርኣያኻ ናትካ ስዒቡ እዩ ምኽንያቱ ኣብዚ ዓለም እዚ ኩሉ ግዜ ደቂ ሰባት ናይ ካልኦት ኣካይዳ ንቀድሕ ኢና ብተፈጥሮና ብባህሪና እገለ ናተይ ኣርኣያ እዩ ንብል ኢና ኣብ ቤትና ክንመላለስ ከለና ንውሉድና ኣርኣያ ክንከኖም ኢና ንጽዕር፣ ምኽንያቱ እቲ ህጻን እቲ ኣርኣያ ናይ ናይ ኣቡኡ ናይቶም ኣብ ከባቢኡ ዘለዎ ኩላቶም ማሕበራዊ ናብራ ኣርኣያ እንዳ ነበረ ናይ ኩላቶም ባህርያት ኣርኣያ እንዳ ገበረ ይንገረና እዩ። ስለዚ ድማ ኣብ ቅድሚ ህጻናት ክንዛረብ፣ ሕማቕ ነገራት ክንፍጽም ከም ዘይብልና፣ ምኽንያቱ እቶም ህጻናት ኣብቲ ጻዕዳ የእምሮኦም ብዙሕ ነገራት ሕማቕ ሒዞም ንኸይዓብዊ፣ እንታይ ደኣ ሰናይ ነገራት። ጉዳያት ክዛረቡ ከለዉ ስድራና፣ ጉዳያት ከስተውዕሉ ከለዉ ስድራና ካብ ህጻናት ፍልይ ኢሎም በይኖም ኮይኖም ይመኻኽሩን ይላዘቡን። እቲ ምንታይ ኩሉ ግዜ እቲ ንህጻን ከተውርሶ ዝግብኣካ ሰናይ ነገራት ኣብቲ ጻዕዳ የእምሮኡ ሓደ ነገር ህጻን ሒዝዋ ዝዓበየ ጽባሕ ኩሉ ግዜ ካብታ ኣእምሩ ኣይትወጽን እያ። ስለዚ እዩ ድማ ንህጻን ብንእስነቱ ክንክስክሶ ብሰናይ መንገዲ ኣርኣያ። ስለዚ ኣብነትኩም ኣብ ቅድሚ ሰብ ይገለጽ ክብል ከሎ ጎይታናን መድሓኒናን የሱስ ክርስቶስ ብሓቂ ብርሃን ንኽትህበና እንቐርባ ፋና ኣብ ላዕሊ ኢና ነቐምጣ ካልእ ነገራት ኣይንሽፍናን ኢና ምኽንያቱ እቲ ብርሃና ንኹሉ እቲ ከባቢና ከተብርሆ እዛ ማቶት እዚኣ ኣብ ትሕቲ ከፈር ከነንብራ ኣይንኽእልን ኢና ምኽንያቱ ከተብርህ ዕላማ ዝተፈጥረት ንዕላማ ዝሰራሕንየ ኣብ ብርኽ ዝበለት ብርሃና ከምኡ ድማ ንሕና ኦርቶዶክሳውያን ሰዓብቲ ዝኾንና ናይ ኦርቶዶክስ ተኸታተልቲ ዝኾንና ደቂ ቅድስት ቤተክርስትያን ዝኾንና ንጎይታናን መድሓኒና የሱስ ክርስቶስ ኣምላኽና ኢልና እንስዕብ ዘበልና ወዲ ሰብ ኩሉ ኣብ ከባቢና ዝዕዘበና ዘበለ ንዚኦም ሰዓብቲ ናይ ጎይታ ኢየሱስ ክርስቶስ እዮም እዚኦም ፍቕሪ ናይ ኣዴና ቅድስት ድንግል ማርያም ዘለዎም እዩ ፍቕሪ ቅዱሳን ፍቕሪ ሰማእታት ዘለዎም እዩ ክብል እንድሕር ኮይኑ ሰናይ ነገራት ብሓቂ ንሕና ከምቲ ንሳቶም ዘስመርዎ ንእግዚኣብሄር ኣምላኽ ንሕና ድማ ብግብርና ነቲ ኣብ ደገ ዘሎ ዘይኣምን ብግብሪ ናብ እግዚኣብሄር ኣምላኽ ዝመጸሉ ኣብነት ስለ ዘለዎ እዩ ጎይታናን መዳሒናን የሱስ ክርስቶስ ብርሃንኩም ኣብ ቅድሚ ሰብ ይገለጽ እቲ ሰናይ ግብሪ እስኹም እትሕዝዎ ዘበለ ሰናይ ነገራት ይገለጽ ሕማቕ ክንሰርሕ ከለና ብጸልማት ንፈለ ማለት ኣይኮነን፣ እንታይ ደኣ ኩሉ ግዜ ጽቡቕ ነገራት ስርሑ፣ እዚ ጽቡቕ ነገር እዚ ድማ ኣብ ብርሃን ወጺኡ ክንገርን ክግለጽን ይግብኦ። ቅዱሳን ኣቦታትና ኩሉ ግዜ ብትሕትና ይማላለሱ እዮም። ካብ ናቶም ቅድስና ናይ ብጻዮም ቅድስና ክነብሩ ይበልጹ እዮም። እንተኾነ ግና እቲ ኣካይድኦም እቲ ዝማላለስዎ ዝነበሩ ትሕትና ድማ ንሰባት ግሉጽ ክኸውን ከሎ ብሓቂ ንሳቶም መምህራን ናይ ትሕትና ዓለም ኣብ ሰዓት እዚ ናይ ብጻይካ ትሕትና ረጊጽካ ናትካ ልዕልና እትምነየሉ እትማላለሰሉ ዘሎ ዘመን ናይ ቅዱሳን ኣቦታትና ኣብነት ንክኾነና ብሓቂ እቲ ብርሃን ናቶም ኣብ ልቦናና እቲ ብርሃን ናቶም ኣብ ከባቢና ኣብ ቤትና ክንሕዞ ይግብኣና ስለዚ ቅዱሳን ኣቦታትና ብርሃኖም ኣካይደኦም ስነምግባሮም ንዓና ዓቢ ኣብነት ምዃኑ ስለዝፈልጥ ስለዝፈለጠ ጎይታናን መድሓኒና የሱስ ክርስቶስ ብርሃንኩም ኣብ ቅድሚ ሰብ ይብራህ ብርሃንኩም ኣብ ቅድሚ ሰብ ይብራህ ክብል ከሎ ኣቦታትና ሃዋርያት ፈጺሞሞ ሓሊፎም እዮም ነቦታትና ሃዋርያት ስዒቦም ሰማይታት ከምኡ ድማ ቅዱሳን ኣቦታትና መነኮሳት ባሕታውያን ገደማት ነቲ ወንጀል ዝእዝዞ ጎይታናን መድሓኒና የሱስ ክርስቶስ ዝመሃረና ዘስተምሃረና ንዕኡ ኣብነት ብምግባር ፈጺሞሞ ሓሊፎም እዮም። ምኽንያቱ ኣብነትኩም ብርሃንኩም ኣብ ቅድሚ ሰብ ይገለጽ ክብል ከሎ ሎሚ ኣብነትና ኢልና እንነግረሎምን እንመሃረሎምን ቅዱሳን ኣቦታት ኣለውና። ካብዞም ቅዱሳን ኣቦታትና ሓደ ቅዱስ ኣቦ። ቅዱስ እስከናፍር ታሪኽ ኣብነት ኣለና። ኣብ ሕዳር ኣብ ዕለት ዓሰርተ ሰለስተ ዝተነግረ ታሪኽ ኣብ ቅድስት ቤተክርስቲያንና ናይ ቅዱሳን ኣቦታትና ዝነግር ዜና ቅዱሳን ዝነግር መጽሓፍ ስንክሳር ኣለና። እዚ ዜና እዚ ዘተጽህፈ ለተግሳጸ ዚኣነ ኩሉ ዝተጻሕፈ ንዓና ንመምሃሪና ኢሉ ብርሃን ዓለም ሃዋርያ ቅዱስ ጳውሎስ ንሰብኣ ሮሜ ከምዝመሃሮምን ከምዝገለጸሎምን ስለዚ ናይዞም ቅዱሳን ኣቦታትና ዜና ገድሊ ክንበብ ከሎ ኣብ ቅድስት ቤተክርስትያንና ነናይ ዕለቱ ነናይ ወርሑ ክንገር ከሎ ኣብነትና ንሳቶም ስለዝኾኑ እዮም። እዚ ቅዱስ ኣቦ እዚ እዚ እስከናፍር ዝተባህለ ቅዱስ ኣቦ ኣጋይሽ ከም ኣቦና ኣብርሃም፣ ይቕበልን ኣብ ቤቱ ብዘይ ምስክር ኣጋይሽ ይነብር ኣይነበረን። ካብ ዕለታት ሓደ መዓልቲ ዓሰርተ ሰለስተ ሸፋቱ ናብቲ ቤቱ ኣቲና ክንዘምቶ ይግብኣና። ኣቐድም ኣቢልና ግና ቤቱ ብኸመይ ንኣቱ ብኸመይ ኣቲና ንዕወተሉ ከነጽንዕ ይግብኣና ብምባል ኣብ ዝተበገሱሉ ግዜ እዚ ኣስከናፍር ብሓቂ ተቐባሊ ጋሻ ከም ዝነበረ ኣስተውዓሉ። በሉ ሴፍና ሒዝና ክንኣቱ ኣይንኽእልን ኢና። ሴፍና ኣብ ውሽጢ ኣቐሚጥና፣ ብትሕቲ ክዳንና የቐሚጥና፣ ክዳን መነኮሳት ተኸዲንና ናብቲ ቤቱ ክንኣቱ፣ ብድሕሪኡ ንቤቱ ክንዘምት ክንክእል ኢና ብምባል ሓሳባት ሓሰቡ። ኣስከናፍር እዞም ቁድ እዞም ዓሰርተ ሰለስተ ሸፋቱ ናይ መነኮሳት ክዳን ተኸዲኖም ኣብ ዝመጹሉ ግዜ ንሱ ግና ብሰናይ ነገር እዩ ዝተቐበሎም። ኣብ ቤቱ ተቐቢሉ የእጋሮም ሓጺቡ በቲ ሕጻብ ናይ የእጋሮም ምኽንያቱ ወንጌል ጎይታናን መድሓኒና የሱስ ክርስቶስ ዝእዘንና ጋሻ ኮይነ ዝተቐበልኩምኒ ዝብል ትእዛዝ ንኽፍጽም ብምባል ድማ የእጋሮም ሓጺቡ ንሳላሳን ሓሙሽተን ዓመት ኣብ ቤቱ ደውዩ ዝነበረ ውሉዱ ነበሮ። ካብቲ የእጋር ናይ ሕጻቦም ድማ ነዚ ውሉድ እዚ ንሳላሳን ሓሙሽተን ዓመት ኣብ ቤቱ ደቂሱ ዝነበረ ውሉዱ ነጸገሉ እሞ እቲ ውሉዱ ድማ ሓወየ። ብሓቂ ቅድስት ቤተክርስቲያን እትነግረና ትምህረና ጎይታናን መድሓኒና የሱስ ክርስቶስ ዝነግረናን ዝምህረና ብርሃንኩም ኣብ ቅድሚ ሰብ ይብራህ እዚ ኣስከናፍር ዝተባህለ ቅዱስ ኣቦ እቲ ናቱ ብእምነት ዝተኸተሎ ንሳቶም ኣጋይሽ ብሓቂ መነኮሳት ገዳማውያን እዮም ኢሉ ጸሎቶም በረኸቶም ኣብ ቤቱ ንክተርፍ ብምባል ድማ ካብቲ ሕጻበ እጋሮም ንሳቶም ዝተሓጸቦ ድማ ናብ ውሉዱ ነጸገ፣ ውሉዱ ድማ ካብቲ ንሳላሳን ሓሙሽተን ዓመት ዝነበሮ ደዌ ዲሒኑ ድማ ሓወየ። ብድሕሪዚ ኣስከናፍር ወዱ ሓውዩ ምስ ረኣየ ካብ እስኻትኩም ብሓቂ ዓሰርተ ሰለስተ ኣለኹም፣ ካባኻትኩም መን እዩ እቲ ክርስቶስ ንስኻትኩም ሓደ ክርስቶስ እዩ እቶም ዓሰርተ ክልተ ድማ ኣቦታት ሃዋርያት ኢኹም ስለዚ ክሰግደሉ ኣምልኾ ፍግም ኢለ ክሰግደሉ ንክርስቶስ ካባኻትኩም ኣርእዩኒ ብምባል ቁጽሮም ዓሰርተ ሰለስተ ስለ ዝነበረ ንሱ ድማ ወዱ ሓውዩ ስለ ዝረኣየ ካባኻትኩም ክርስቶስ፣ እቶም ዝተረፍኩም ድማ ዓሰርተ ክልተ ሃዋርያት ኢኹም ብምባል ብኣምሳል መነኮሳት ኣብ ቤተይ ረጊጽኩም ኣለኹም ብምባል ድማ በጃኹም ንክርስቶስ ኣርእይንሞ ኣነ ድማ ክሰግደሉ ብምባል ብጥቡእ ልቢ ለመኖም። ንሳቶም ድማ ኣይኮነንዶ ጐይታ ምስ ደቂ መዛሙርቱ ክንከውንሲ ንሕና ግና ሸፋቱ ኢና፣ ንኸምዚ ነገራት ኢና ሓሲብና ዝመጻና ብምባል ጥቓ ግብሪ ጽድቂ ከም ዘይብሎም ገብሮም። እንታይ ደኣ እቲ ናቱ ኣብነት፣ እቲ ናቱ ጥቡእ ንጋሻ ዝቕበለሉ ዝነበረ ኣርኣያ መንገዲ ቅድስና ናይ ኣስከናፍር ንዓኣቶም ድማ ናብ መንገዲ ጽድቂ መለሶም። ነስተውዕለሉ ህዝበ እግዚኣብሔር! ካብ መንገዲ ጸጋም ናብ መንገዲ የማን ተማላሊሶም ንብል ኣለና። እዚ በየናይ ኣብነት እዩ እንድሕር ኢልና ናይ እስከናፍር ቅዱስ ኣቦ ኣብነት ብምግባር እዮም። ምኽንያቱ ወዱ ሓውዩ ምስ ረኣየ ንሱ እቲ ዝፍጽሞ ዝነበረ ሰናይ ነገራት ወዱ ሓወየሉ። ንሳቶም ግና ንሱ ግና ዝመሰሎ ካብኣቶም ንሳቶም ዓሰርተ ሰለስተ ስለ ዝነበሩ ቁጽሮም ሓደ ጐይታ እዩ፣ እቶም ዝተረፉ ድማ ዓሰርተ ክልተ ሃዋርያት እዮም ብምባል ሓሰበ። ስለዚ እዚ እምነት እዚ ኣብ ልቦንኡ ስለ ዝገበረ ወዱ ሓወየሉ። እዞም ሸፋቱ ዝነበሩ ዓሰርተ ሰለስተ ድማ ብሓቂ ንሶም ናብ ንስሓ ንኽወድቁ ብሓቂ ኣይኮነንዶ ተጋዲልካ ብኸምዚ ነገራት እኳ ድውያት ዝፍወስ ካብ ኮነ ብምባል ድማ ናይ እስከናፍር ቅድስና ናይ እስከናፍር እምነት ጥርጥር ዘይብሉ ምስ ረኣዩ ድማ ንሳቶም ናብ ሽፍትነቶም ኣይተመልሱን እንታይ ደኣ ናብ ምንኩስና ከይዶም ኣብ ገዳም ተቐመጡ መንገዶም ድማ በቲ መንገዲ ጸጋም ጀሚሮሞ ዝነበሩ ብመንገዲ የማን ፈጸመሎም። ስለዚ ብሓቂ እቲ እለት መፈጸምታ ዝበለጸ ከምዝኸውን ካብ እለት መጀመርታስ እቲ መፈጸምታ ዝበለጸ ከምዝኾነ ኢሉ ጠቢብ ሰሎሙን ዝገለጾ ስለዚ ድማ እዞም እዞም ንሽፍትነት ኢሎም ናብ ቤት ኣስከናፍር ቅዱስ ኣቦ ዝኣተዉ ዓሰርተ ሰለስተ ሸፋቱ ፍጻሜኡ ኣብነት ናይ ኣስከናፍር ብምርኣይ እምነት ናይዚ ቅዱስ ኣቦ እዚ ብምርኣይ ናብ መንገዲ ቅድስና ተማላለሱ። ህዝበ እግዚኣብሔር ብርሃንኩም ኣብ ቅድሚ ሰብ ይብራህ ይብለና ኣሎ ጎይታናን መድሓኒና የሱስ ክርስቶስ። እቲ ሰናይ ነገራት ኣብ ቅድሚ ሰብ ክግለጽ ከሎ ዋላ ውን ብመንገዲ ትሕትና ክንማላለስ ከለና ኩሉ ግዜ ከነስተውዕሎ ዝግብኣና ንኻልኦት ኣብነትን ኣርኣያን ከም እንኸውን ክንፈልጥ ይግብኣና ዩ። እምነት ኣዝዩ ኣገዳሲ እዩ ኣብ ቅድስት ቤተክርስትያን ከምኡ ድማ እዛ እምነት እዚኣ ግብሪ ክትስነያ ከላ ህያው ትኸውን ያእቆብ ሃዋርያ ኣብ መልእክቱ ምዕራፍ ክልተ ጠቂስዎ ዘሎ እምነት ብዘይ ግብሪ ምውቲያ ስለዚ እምነት ግብሪ ክንሕውሰሉ ከለና፣ እዚ ግብሪ እዚ ድማ ብርሃን ዝኾነ ንሰባት ኣርኣያ ዝኸውን ናብ መንገዲ ቅድስና ዘማላልስ ንተዝህሮ ዘይኮነስ ናብ መንገዲ ቅድስና ዝማላልስ ምኽንያቱ እቶም ካብቲ እግዚኣብሔር ኣምላኽ ዝሓገገሎም ብኹሉ ኣቦ ኣቦ ክበሃሉ ዝደልዩ ዝነበሩ መምህራን ሕጊ ፈሪሳውያን ቤተ ኣይሁድ ጎይታ ኢየሱስ ክርስቶስ ብገብራ ግብሮም ይዝልፎም ነበረ ካብቲ እግዚኣብሄር ኣምላኽ ዝኣዘዘሎም ሕጊ ርሒቖም ዕቤት ናቶም ይምነዩ ስለ ዝነበሩ። ብርሃንኩም ኣብ ቅድሚ ሰብ ይብራህ ክብል ከሎ ግና ንሕና ክንዝሃ ንትዝህርቲ ንጌጻገጽ ዘይኮነስ እንታይ ደኣ ሰናይ ምግባር ሒዝና ንእግዚኣብሄር ኣምላክ ከነስምር ከለና እዚኦም ኣገልገልቲ ናይ ቅዱስ እግዚኣብሄር እዮም እዚኦም ሰዓብቲ ናይ እግዚኣብሄር እዮም ኢሉ እቲ ብሰናይ ግብሪ ተመሲጡ ከም ናይዞም ሸፋቱ ካብ መንገዲ ጸጋም ናብ መንገዲ የማን ንኽመላለስ። እዚ እምነት እዚ ኣዝዩ ቅኑዕ'ዩ፣ እቶም ኣገልገልቱን እቶም ሰዓብቱን ድማ በዚ ህይወት እዚ ክመላለሱ ምስ ረኣየ መስኪሩ ንሱ'ውን ናብ መንገዲ ብርሃን ንኽመጽእ ብምባል እዩ ጎይታ የሱስ ክርስቶስ ብርሃንኩም ኣብ ቅድሚ ሰብ ይብራህ ንተርእዮ ንተዝህሮ ዘይኮነስ እንተላይላ ብትሕትና ክንመላለስ ከለና ብሓቂ እዚ ትሕትና እዚ ንኻልኦት ኣርኣያ ስለ ዝኸውን እዚ እምነት እዚ ጥቡቅ ስለ ዝኾነ ብሓቂ ቅድስት ቤተክርስትያን እትምህረናን ትነግረናን ኣብዚ ህይወት እዚ ተሰሪትና ክንነብር ከለና ካልኦት ኣብነት ሒዞም ክመጹ ከለዉ ድማ ብሓቂ ኣነን ንስኻትኩምን ክንፈልጦ ከነስተውዕሎ ዝግበኣና ኣብነት ንኻልኦት ንኸውን ኣለና። እዚ ኣብነት እዚ ድማ ናብ መንገዲ ጽድቂ ዘመላልሶም ስለ ዝኸውን ንኻልኦት ምእመናን ዘይኣመንቲ እውን ከም ዘለዉ ነቲ ኣሚኑ ግብሪ ዘይነበሮ ግብሪ ንኽውስኽ እቲ ዘይኣምን ዝነበረ ድማ ኣብዛ ቅድስቲ እምነት መጺኡ ኣርኣያ ተኸቲሉ ንኽመላለስ ብምባል እዩ ጐይታናን መድሓኒን የሱስ ክርስቶስ ብርሃንኩም ኣብነትኩም ኣብ ቅድሚ ሰብ ክግለጽ ከም ዘለዎ ምኽንያቱ ቅዱሳን ኣቦታትና ወንጀል ፈጺሞም እዮም። መነኮሳት ኣቦታትና፣ ቅዱሳን ባሕታውያን ኣቦታትና ነቲ ወንጀላ ነቲ ወንጀላውያን ዝበሉና፣ ዝምሃሩና፣ በዓል እንበዓል ቅዱስ ጳውሎስ ዝምሃሩና መልእኽቲ ኣብነት ብምግባር እዮም ሓሊፎም። ትንቢት ነብያት ፈጺሞም። ምኽንያቱ ኩሉ ግዜ ኣብ ቅድስት ቤተክርስቲያንና ክንገር ከሎ ናይዞም ቅዱሳን ኣቦታት ኣብ ዜና ገድሎም ምስ ወንጀል ኣተሓሒዝና ክንፈልጦን ከነንብቦን ይግበኣና። ወንጀለ ማቴዎስ ምዕራፍ ሓሙሽተ ፍቕዲ ሰላሳን ሓደን ሓደ ኣብነት ነጊርናን ምሂርናን ኣሎ። እግርኻ እንድሕር ኣስሒታትካ ቆሪጽካ ደርብያ። ኣብዚ ዓለም እዚ ክልተ እግርኻ ነቢርካ ዳሕራይ ናብ ገሃነመ እሳት ምስ ክልተ እግርኻ ካብ እትወርድ ሎሚ ኣብዚ ዓለም እዚ ሓደ እግሪ ኮይንካ ናብ መንግስተ ሰማያት ብሓደ እግሪ እውን ከም ክትኣቱ ከለኻ ይበልጽ ብምባል ጎይታናን መድሓኒና የሱስ ክርስቶስ ኣብ ወንጀል ወንጀለ ማቴዎስ ምዕራፍ ሓሙሽተ ጠቂስዎ ዘሎ እዩ። ነዚ ድማ ቅዱሳን ኣቦታትና ብሓቂ ፈጺሞሞ ሓሊፎም እዮም ከም በዓል ቅዱስ ኣባ መርትያኖስ እዚ ቅዱስ ኣቦ እዚ ካብ ንእስነቱ ኣትሒዙ ናብ ገዳም ኣብ ዝተመላለሰሉ ግዜ ምንኩስና ኣብ ዝሓዘሉ ግዜ ተባሕትዎ ኣብ ዝሓዘሉ ግዜ ብሓቂ ኩሉ ግዜ ንእግዚኣብሔር የስምሮን ብትሕትና ይመላለስን ነበረ ከምዚ ኢሉ ንስሳን ሸውዓተን ዓመት ምስ ተመላለሰ ብሓቂ እቲ ዝነበሮ ገዳም እቲ ዝነበሮ ከባቢ ደቂ ሰባት ዝነብርሉ ዓለማውያን ዝነብርሉ ስለ ዝነበረ ካብ ዕለታት ሓደ መዓልቲ ሓንቲ ብግብሪ ዝሙት እትናበር ዝነበረት ሰባት እዚ ቅዱስ ኣቦ እዚ ኢሎም ከመስግንዎ ኣብ ሰምዐትሉ ግዜ እንታይ ትህቡኒ ኣብ ገዳም ስለ ዝነበረ በይኑ እዩ እምበር ኣብዚ ምሳና እንተ ዝህሉሲ ብግብሪ ዝሙት ምወደቐ ነይሩ። ኣነ ናብቲ ገዳሙ ከይደ ብግብሪ ዝሙት እንተውደቅክዎ እንታይ ትህቡኒ ብምባል ድማ ሕማቕ ሓሳባት ኣብ ልቦናኣ ተመላሊሱ ናብቲ ንሱ ዘለዎ ገዳም ንኽትከይድ ውዕል ኣተወት። ኣነ ከስሕቶ ናብ ዓለም ክመልሶ ብግብረ ዝሙት ኣውዲቐ ናብ ዓመ ናብዚ ዓለም እዚ ክመልሶ'የ ብምባል ድማ ብትምክሕቲ ናብቲ ገዳሙ ከደት። ናብኡ ክትከይድ ከላ ግና ከምቲ ንኻልእ ግዜ እትጥቀመሉ ሰናይ ልብሲ ሰን ኣዝዩ ምኡዝ ዝኾነ ጨና ሒዛ ኣይተጓዕዘትን። ነዚ ነገራት እዚ ኣብ መትሓዚ ብምሓዝ ድማ ዝኣረገ ልብሲ፣ ናይ ነዊሕ ገያሻይ ዘምስል ልብሲ ተኸዲና ኣብ ጥቓ በዓቱ ክሳብ ዝመስየላ ተሓቢኣ ወዓለት። ምሸት ምስ ኮነ ግና ናብቲ ቅዱስ ኣቦ ኣባ መርትያኖስ ዘለዎ ቀረበት። ኣቦይ ኣብዚ ምሳኹም ክሓድር ካብ ርሑቕ ጋሻ ዝመጹኹ'የ ብምባል ድማ ንኣባ መርትያኖስ እዛ ብግብረዝሙት ትመላለስ ዝነበረት ሓተተቶ። ንሱ ድማ እንተ እትያ ናብዚ በዓተይ ጾር ክለዓለኒ'ዩ፣ ምስ እግዚኣብሄር ኣምላኸይ ክበኣስ'የ፣ ኣይትኣትዉን ኢኺ እንተበልኩዋ ድማ፣ ጋሻ ኮይንኩም ዘይተቐበልኩሙኒ ዝብል ኣምላካዊ ቃል ኣሎ። ኣብ በረኻ ኣራዊት እንተበልዐዋ ፈጣሪየይ በዚ ቃል እዚ እውን ክወቕሰኒ እዩ ብምባል ንኽትኣቱ ፈቐዱላ። እንተኾነ ግና ኣብ ዝኣተወትሉ ግዜ ነቲ ለቢሳቶ ዝነበረት ክዳን ብምቕያር እቲ ንግብረ ዝሙት እትመላለሰሉ ዝነበረት ጨናኣ ክዳውንታ ቀያይራ ንሳ ኣቦይ ምሳኻ ክድቅስ በሎቶ ብዘይ ስክፍታ። ልቦና ጸላኢ ሰናያት ሸፊንዋ ስለ ዝነበረ፣ ቃል ትዝህርቲ ኣብ ልቦናኣ ስለ ዝነበረ፣ እዛ ብግብረ ዝሙት ትማላለስ ዝነበረት ከይሓፈረት ነዚ ቅዱስ ኣቦ እዚ ቃል እዚ ኣቕረበትሉ። በሊ እስከ ደሓን ወጽየ ደገ ክዕዘብ መንገዲ እግዚኣብሄር ድዩ ዝሕሸኒ ዋላ መንገዲ ናይ ደቂ ሰባት ክርኢ ብምባል ወጺኡ እዚ ቅዱስ ኣቦ ዕንጨይቲ ሒዙ ተመለሰ። ምስ ተመለሰ ድማ ሓዊ ኣንዲዱ ንሓንቲ እግሩ ናብቲ ሓዊ ኣንደዳ። ነዚ ምስ ረኣየት ሰንቢዳ ናብ ልቦናኣ ተመልሰት። ኣቦይ እንታይ ትገብር ኣለኻ ብምባል ንኣባ መርትያኖስ ሓተተቶ። ስለዚ ኣባ መርትያኖስ ድማ እዚ ኣብዚ ዓለም እዚ እንፍጽሞ ነገራት፣ ኣብዚ ዓለም እዚ ዘሎ ኩሉ ነገር ደስ ዘብል ፍጻሜኡ ግና ከምዚ እግረይ ዝኣተወቶ ሓዊ ገሃነመ እሳት ይፍድኡ ብምባል ድማ ሎሚ ኣነን ንስኽን ብሓቂ ኣብዚ ሓዊ እዚ ነዚ ሓዊ እዚ እንድሕር ፈሪሕና ጽባሕ ንግሆ ድማ ካብዚ ዝብርትዕ ሓዊ ኣሎ ፍድኡ ብምባል ድማ ኣረድእዋ። ኣባ መርትያኖስ ነዚ ነገራት እዚ ከረድእዋ ከለዉ ሰናይ ግብሪ ናቶም እቲ እግርኻ እንድሕር ኣስሒታትካ እታ ሓንቲ እግርኻ ቆሪጽካ ደርብያ ዝብል ወንጀላዊ ቃል ንኽፍጽሙ ብሓቂ ንሶም ነቲ ነገራት እቲ ናብ ቅድስና ክመልስዋ ነዛ ሰበይቲ እዚኣ ድማ ሓዊ ነቲ እግሮም ኣብ ሓዊ የእተውዎ ናብ ልቦናኣ ስለ ዝተመልሰት ግብሪ ወንጀል ክፍጽሙ ሰናይ ተጋድሎ ክፍጽሙ ስለ ዝረኣየት እዛ ሰበይቲ እዚኣ በል ኣቦይ እንታይ ክገብር ይግበኣኒ ብምባል ድማ ልቦናኣ ተኸፍተ። ምስትውዓል ይሃበና እግዚኣብሔር ኣምላኽ። ልቦናኣ ኣብ ዝተኸፍተሉ ግዜ ኣባ መርትያኖስ ነዚ ቃል እዚ ደጋጊሞም ቃለ እግዚኣብሔር ኣብ ልቦናኣ የሕድሩላ። እዚ ታሪኽ እዚ ኣብ ዜና ቅዱሳን ኣብ ስንክሳር ኣብ ናይ ዕለት ዕስራን ሓደን ግንቦት ተጻሒፉ ዘሎ ምስቲ ወንጀላዊ ማቴዎስ ዝጸሓፎ ምዕራፍ ሓሙሽተ ፍቕዲ ሰላሳን ሓደን ቃል ናይ ጎይታናን መድሓኒና የሱስ ክርስቶስ ኣዛሚዳ ቅድስት ቤተክርስቲያን ኣብነትና ትነግረናን ትምህረናን እዞም ቅዱስ ኣቦ መርትያኖስ ብሓቂ እቲ ብርሃን ናቶም እቲ ናቶም ተጋድሎ እቲ ጽንዓት ናቶም እቲ ዝፈጸምዎ ሰናይ ነገር ነዛ ብግብረ ዝሙት ትማላለስ ዝነበረት ድማ ናብ መንገዲ የማን መላለስዋ ናብ ገዳም ደናግል ንክትበጽሕ ተማሕጸነቶ ኣቦያ መንኩሰኒ እዚ ሕይወት እዚ ሕሸኒ ብምባል ድማ ምንኩስና ይሕሻ ከምዝኾነ ካብ ናይ ግብረ ዓለም ተማህረት ናብ ደብረ ደናግል ብምውሳድ ድማ ኣብኡ ንኽትቀውምን ኣብኡ ብመንገዲ ቅድስና ንኽትመላለስን ተማሕጸንዋ እሞ እግዚኣብሄር ኣምላኽ ድማ ኣበይ ኔርካ ኣይኮነን ዘገድሶ ኣበይ ኣለኻ እዩ ዘገድሶ እግዚኣብሄር ኣምላኽ ብመንገዲ ጸጋም ተመላሊስካ ኔርካ ኢኻ እሞ ሎሚ መንገዲ የማን ኣይግብኣካን እዩ ዝብል ኣይኮነን እግዚኣብሄር ኣምላኽ ስለዚ ብመንገዲ የማን ንኽትመላለስ ሕልና ምስ ፈተወ እግዚኣብሄር ኣምላኽ ድማ ንድውያን ዝፍውስ ተኣምራት ነዛ ኣደ እዚኣ ሃባ። ካብ መንገዲ ጸጋም ወጺኣ ድማ ብቅድስና ሕይወት ክሳብ ጻውዒት ብሞት ዝጽዋዕ እግዚኣብሄር ኣምላኽ ድማ ሰናይ ገድሊ ተጋዲላ ዓረፈት። ስለዚ ናይዚ ቅዱስ ኣቦ ኣባ መርስያኖስ ብርሃኑ ኣብ ቅድሚ እዛ ሰበይቲ እዚኣ ስለ ዝበርሀ ሰናይ ግብሩ ኣብ ቅድሚኣ ስለ ዘንጸባረቐ፣ ንሳ ናብ መንገዲ ብርሃን ንኽትመላለስ እግዚኣብሄር ኣምላኽ እዚ ነገራት እዚ ኣብ ልቦናኣ ቀሪቡላ እዩ እሞ፣ ኣብ ዙርያኣ ስለ ዝረኣየት ድማ ንሳ ነዚ ነገር እዚ ፈሊጣ ፈጺማ ሓለፈት። ስለዚ ብሓቂ ኩሉ ሰብ ንሕና ሓደ ነገር ብርሃንኩም ኣብ ቅድሚ ሰብ ይብራህ ንበሃል ኣለና። እዚ ብርሃን ናብ ቅድሚ ሰብ ዝበርሆ ብሓቂ ኣነን ንሰኻትኩምን ኣርኣያ ሓዲግልና እዩ፣ ከምቲ ሊቀ ሓዋርያት ቅዱስ ጴጥሮስ ኀደገ ለነ ማይቶቦ ከመ ንትሉ ኣሰረ ዚኣሁ ኢሉ ዝመሃረና ብሓቂ ኣርኣያ ሓዲግልና ኣሎ፣ እቲ ናይ ጐይታናን መድሓኒና የሱስ ክርስቶስ ፍቕሩ ዘርኣየና ኣብነቱ ዝገደፈልና ንሕና ድማ ንኻልኦት ብመንገዲ ቅድስና ተመላሊስና ከምቲ ንሱ ኣብነት ኣርኣያ ዝሓደገልና ንሕና ድማ ኣብዛ ቅድስት በተክርስቲያን ሓጺር ግዜ እዩ ዘልና ደቂ ሰባት እንተ በዝሐ ሰብዓ ሰማንያ እዩ ዕድሜና ኣብዚ ሓጺር ዕድመ እዚ ድማ ንዘልኣለም ዝነብር ናይ ቅድስና ታሪኽ ጺሒፍናን ወቂርናን ክንገድፍ ይግብኣና ህዝበ እግዚኣብሔር ሎሚ ኣብ ቅድስት በተክርስቲያንና ዝንገረና ዘሎ ኣብነታት ብዙሕ ኣብነት ኣሎ እዩ ስለዚ ኩሉ ሃትኩም ኢሉ ወንጀላዊ ዮሃንስ ምዕራፍ ዓሰርተ ሰለስተ ዝጸሓፎ ኩለኻትኩም ናተይ ተኻታተልቲ ናተይ ተምሃሮ ከም ዝኾንኩም ክፈልጠኩም ኣብ ማእኸልኩም ፍቕሪ ክህልወኩም ይግብኣኩም እዚ ፍቕሪ ዝብሎ ዘሎ ድማ ሓደ ሰብ በጀ ኣብ ክንዲ ብጻዩ ክሓልፍ ከሎ ካብ ዝዓቢ ፍቕሪ የለን ኢሉ ኣብ ወንጀለ ዮሃንስ ምዕራፍ ዓሰርተ ሓሙሽተ ጠቒስልና ዘሎ እዩ ስለዚ እዚ ኣርኣያ እዚ ፍቕሪ ክህልወኩም ይግብኣኩም ነንሕድኩም ክትፋቐሩ ይግብኣኩም ስለዚ እዚ ኣብነት እዚ ኣብነትኩም ክትገብርዎ ይግበኣኩም። ሎሚ ብዙሓት ካብዚ ኣብዚ ዓለም እዚ ብኣብነት ዝጥቀሱ ኣብ ትካላት ይኹን ኣብ ማሕበራዊ መነባብሮ ብዙሓት ኣህዛብ ንሰምዕ ንኸውን ኢና። እዚኦም ኣህዛብ እዚኦም ብሓደ እዮም ዝነብሩ። እዞም ኣህዛብ እዚኦም ኣካይደኦም ሓደ እዩ። ንሕና ድማ እዞም ኣመንቲ ናይ ኦርቶዶክስ ዝኾኑ እምነቶም ደስ ዘብል

ኩልኻትኩም ኣብ ማእከልኩም ፍቕሪ ክትህልወኩም ይግባኩም። እዛ ፍቕሪ እዚ ድማ ነንሕድኩም ክትፋቐሩ፣ እቲ ሓደ ኣብ ክንዲ እቲ ብጻዩ በጃ ክሓልፍ ካብ ዝዓቢ ፍቕሪ ድማ ፍጹም ኮቶ የለን ኢሉ ጠቒስዎ ዘሎ እዩ እሞ ስለዚ ካልኦት ንሳቶም ሰዓብቲ ናይ ኢየሱስ ክርስቶስ እዮም፣ ሰዓብቲ ናይ ኦርቶዶክስ ቤተክርስትያን እዮም፣ ኣፍቀርቲ ናይ ኣዴና ቅድስት ድንግል ማርያም እዮም፣ ንቅዱሳን ንሰማይታት ብኽብሪ ዝምልከቱ ዝዕዘቡ እዚኦም ኣመንቲ ናይ ቅድስት ቤተክርስቲያን ውሉዳ ደቃዮም ንክብ እቲ ሰብ ኢሉ ናብ ሰናይ ነገር ንክምለስ ንሕና ኣብ ማእከልና ፍቅሪ ኣርኣያ ክህልወና እቲ ኣብነትና ድማ ንሰብ ብትሕትና ክንገልጽ ኣብነትና ኣካይዳና ብሰናይ መንገዲ ዝተመልእ ክከውን ከምዘለዎ ቅድስት ቤተክርስቲያን ትነግረናን ትምህረናን ምክንያቱ ብትሕትና ህይወት ተማላሊስና ኣብነትና ኣብዚ ዓለም እዚ ክግለጽ ከሎ ናይ ትሕትና ሰባት እዮም ድሕር ኢሎም ብሓቂ እግዚኣብሔር ኣምላኽ ጸጋ ከም ዘብዝሓና ነቶም ነዚ ነገራት እዚ ስዒቦም ድማ ከም ናይ ቅዱሳን ኣቦታትና ኣብነት ተኸቲሎም ብሓቂ ኣብዚ ዕለት እዚ ኣብ ሰዓት እዚ ንእግዚኣብሔር ኣምላኽ ንኸመስግኑ ናብ እግዚኣብሔር ኣምላኽ ንኽምለሱ ንሕና ብርሃንና ኣብ ቅድሚ ሰብ ክበርህ ከም ዘሎ ኣብዚ ዓለም እዚ ክንፈልጠሉን ከነስተውዓሉን ከነስተውዕለሉን ዝግብኣና ኣይኮነንዶ ኣብነት ናይ ጥንቶም ኣዝዮም ኣብ እግዚኣብሄር ኣምላኽ ዝተወከሉ ኣብዚ ዓለም እዚ ብስነፍልጠታዊ መንገዲ ዝሓለፉ ድማ ኣብነት ን ንገብር ኢና እገለ ወደይ ንኽስቶ ክመስል ኣለዎ ኣብ ትምህርቲ ክነፍዕ ኣለዎ ኢልና ኣብነት ንገብር ኢና ኣብ ቅድስና ህይወት ድማ ብዝበለጸ መንግስተ ሰማያት ርስቲ ንኽረኽቡ ደቅና ውሉድና ቤትና ከባቢና በዚ ህይወት እዚ ብትሕትና ኣሚኖም ናብ እግዚኣብሄር ኣምላኽ ክመጹ ንእግዚኣብሄር ኣምላኽ ንኸመስግንዎ ንሕና ብርሃንና ኣብ ቅድሚ ሰብ ክበርህ ይግብኣና። እዚ ብርሃን ተባሂሉ ዘሎ ድማ ሰናይ ግብሪ ዘጠቓለለ ትሕትና ህይወት ከም ዝኾነ ክንፈልጥ ይግብኣና እዩ። ምኽንያቱ ብዘይ ግብሪ ሃይማኖት ምውት'ያ ኢሉ። ኣጋንንቲ እውን ይርዕዱን የንቀጥቅጡን እዮም። ምኽንያቱ ንሱ ሓያል ኣምላኽ ከም ዝኾነ ይፈልጡ እዮም። እንታይ ደኣ እምነት ስለ ዘይብሎም ስለ ዝጎድሎም እቲ ነገራት ድማ ብሓቂ ካብቲ ናቶም ህይወት ምርዓድን ምንቅጥቃጥን እምነት ዘለዎ ዋጋ ከም ዘይብሉ እንታይ ደኣ ብግብሪ ንእግዚኣብሔር ኣምላኽ ክንስዕብን ንእግዚኣብሔር ኣምላኽ ክንመላለስን ቅድስት ቤተክርስቲያን ትነግረናን ትምህረናን ኣላ እሞ ይብራህ ብርሃንክሙ በቅድመ ሰብ ኢሉ ወንጀላዊ ማቴዎስ ምዕራፍ ሓሙሽተ ኣብነትኩም ኣብ ቅድሚ ሰብ ይገለጽ ስለዚ ኣብነትና ክግለጽ ከሎ ምክንያቱ ግብርና ሪኦም ግብርና ተከቲሎም ንእግዚኣብሄር ኣምላኽ ከመስግንዎ ንእግዚኣብሄር ኣምላኽ ክስዕብዎ ቅድስት ቤተክርስቲያን እዚ ኣብነት እዚ ሰሪዓትልና ኣላ እሞ ኩላትና በዚ ሕይወት እዚ ንኽንመላለስ ቅድስት ቤተክርስቲያን ንዓይን ንዓኻትኩምን ትጽውዓና ኣላ። ስለዚ ኩሉ ጊዜ ከነስተውዕሎ ዝግብኣና ኣብ ሕይወትና ኣብነት ዝኾኑና ብዙሓት ኣቦታትና ኣለዉ። እዞም ኣቦታት እዚኣቶም ድማ ኣነን ንሰኻትኩምን ክንመላለስ በዚ ናቶም ህይወት፣ ኣነን ንሰኻትኩምን በዚ ናቶም መንገዲ ክንመላለስ ከለና፣ ብሓቂ ቅድስት ቤተክርስቲያንና ንዓና ብመንገዲ ብርሃን ክንመላለስ ከምዘለና ኣብነት ናቶም ሰሪዓትልና ኣላ እሞ ብሓቂ በረኸቶምን ረዲኤቶምን ምስ ኩላትና ንክኸውን ንሕና ድማ ኣብነት ናይ ቅዱሳን ኣቦታትና ሒዝና ክንመላለስ ቅድስት ቤተክርስትያን ትጽውዓና ኣላ ምኽንያቱ እቲ ብርሃንኩም ይብራህ ብርሃንክሙ በቅድመ ሰብ ክብል ከሎ እዚ ኣብነት እዚ ሪኦም ምግባርኩም ሪኦም ነቲ ሰማያዊ ኣቦኹም ንመታን ንኸመስግንዎ ብርሃንኩም ኣብ ቅድሚ ሰብ ይብራህ ብምባል

ንኽንመላለስ ኣብነትና ቅዱሳን ኣቦታት ኣብነት ገዲፎምልና ኣለዉ እሞ በዚ እምነት እዚ ድማ ጸኒዕና ንኽንነብር ቅድስት በተርዚያን ኣብነትና ናይዞም ቅዱሳን ኣቦታት ኣብ ሕይወትና ከነንብር ትጽውዓናን ትምዕደናን ኣላ እሞ ስለ ቃላቱ ስም እግዚኣብሔር ኣምላኽና ዝኸበረን ዝተመስገነን ይኹን ዝሰማዕናዮ ትምህርቲ ሰላሳ ሱሳ ሚእቲ ፍረ ክፈርየልና ናይ እግዚኣብሔር ኣምላኽ ሰናይ ፍቓዱ ይኹነልና በረኸትን ረድኤትን ናይ ኣዴና ቅድስት ድንግል ማርያም ብክልተ ወገን ድንግል ዝኮነን ባሃድር መንፈስ ቅዱስ እዛ ቅድስት ኣዴና በረከታን ረዲኤታን ኣይፈለየና በረከትን ተራዳእነትን ናይ ቅዱሳን መላእክቲ በረከትን ረዲኤትን ናይ ቅዱሳን ኣቦታት ገዳማውያን ሰማእታት ምሳይን ምስ ኩላትኩምን ይኩን ስለ ቃላቱ ስም እግዚኣብሔር ኣምላክና ዝከበረን ዝተመስገነን ይኩን ስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን።